ሰላም ንዓኻትኩም ይኹን ኣይትፍረዱኒ ትብል ሓቀኛ ዛንታ ሒዘልኩም መፅእ ኣለኹ ኣይትፍረዱኒ ሕማቅ ሰብ ኣይትበሉኒ ወይ ድማ ጨካን ኣይትበሉኒ ፍቕርን ዘየፍቀረ ዋዛ ክመስሎ ይኽእል እዩ ታሪኸይ ክጅምር ሽመይ ሚላት ይበሃል ኣብ ኣስመራየ ተወሊደ ዓብየ ትምህርቲ ግደሰ ካብ ቀዳማይ ክሳብ ሃይ ስኩል ዝበፅሕ ፅቡቕ ነጥቢ እንዳምፃኹየ ንሳዋ ከም ሰበይ ሃገራዊ ኣገልግሎት ወሪደ ኣብኡ ናይ ሓመቕኩን ደሓን ዝኾነ ነጥቢ ኣምፅኤ ንኮሌጅ ኣትየ ኣብ ኮሌጅ ጽቡቕ ትምህርተይ እንዳተኻተተልኩ ዝጅምር ሌላና ምስ ሳይሞን ሳይሞን ኣዝዩ ምልኩዕን ትሑት ዝበለ ኣኽባሪ ሰብ እዩ። ሌላና ካብ ዝጅምር ከባቢ ሽዱሽተ ወርሒ ምስ ገበረ ሳይሞነይ በዓል እዩ ናይ ሕቶ ፍቕሪ ኣቕሪቡለይ። ኣነ እውን ሎሚ ዶ ጽባሕ ይሓተኒ ኢለ ብሻቑለት ይጽብዮ ስለ ዝነበርኩ ግዜ ከይበላዕክ ግን ሕቶ ፍቕሩ ተቐቢለዮ። ፍቕርና ከዓ ተምሃሮን መምሃራንን ዝፈልጥዎ ኮይኑ ካብ ሽምና ሓሊፎም እቶም ብሓደ ዝኸዱ ወይ እቶም ፍቑራት እንዳበሉ እዮም ብዛዕባና ክዛረቡ ዝጀመሩ። ከም ቀደመይ ዓርቢ ቀዳመ ሰንበት ካብ ኮሌጅ ማይ ነፍሒ ናብ ገዛ ከይደ ምስ ኣደይን ምስ ምዕባየይን እንኮ ሓደ ሓወይን ናይ ዕረፍቲ ግዜ የሕሊፈ ሰንበት ናይ ምሸት ንኮሌጅ ዝምለስ ነይረ። ከም ኣመለይ ዓርቢ ምስ ኣኸለት ንገዛየ ከይደ ገዛ ምስ በጻሕኩ ገዛ ተዓጽዩ ሕልምልም ኢሉ እዩ ጸኒሑኒ። ክኩሕኩሕ ማዕጾ ዝሰምዐትኒ ጎረቤት መጺኣ ብኽሳደይ ሓቝፋ እናሰሓመት ምሕሳ ጓለይ ገዛ እተዊ የዕርፊ ክትብለኒ ዝጀመረት። ገዛ የለውን ድዮም? ስኢነዮም? ኣብ ኢዶም ከይዶም? እናበልኩ ክሓታ ጀመርኩ። ገዛ ድሓን እዮም ኢላ ገጻ ጽልምት ኣቢላ እናፈርሐት፣ ኣማን ኣማን ሓውኺ እንድዩ ዘረባኣ ከይወዳእኩ፣ እንታይ እሞ ኣማን ኣማን ሓወይ እንታይ ኮይኑሉ ኢለ ብስንባደ ሓቲተያ። ድሓን እየ ኣጆኺ እናበለት ንእሽተይ ሓደጋ መኪና ኣጋጢምዎ ሕክምና እዩ ዘሎ ምስ በለትኒ ብስንባደ ልበይ ሞሊቓ ብኽያት ሕንቕንቕ እናበለኒ ኣበይ ሆስፒታል እዩ ዘሎ ኢለ ሓተትኩዋ። ምስ ነገረትኒ ኣብ ሆስፒታል ኦሮታ ደቂሱ ምስ ብርቱዕ ቃንዝ'ዩ ጸኒሑኒ። ኣማን ሓወይ ሕማቕ ኣጋጣሚ ኮይኑ ምስ ብርቱዕ ቃንዝኡ ድሕሪ ናይ ሓደ ሰሙን ብርቱዕ ቃንዛ ካብዛ ዓለም ተፈልዩና። ዘይሕለፍ የለን ሓዘንና ዓጺና ምስ ሓደጋ ዝሃረመ'ውን ሓወይ ውን ብሽማግለታት ቤተሰብ ተኣኪቦም ዕርቂ ጌርና ኢና። ነገር ግን ደም ብዝምድና እዩ ዝድቅስ ተባሂሉ ኣነ ብዘይፈልጦ ነገር ንዓና ጓል ኣላትና ኢሎም ደም ንኽድቅስ ብዘይ ሕቶን ርእቶን ስድራይ ድማ ሂቦምኒ እዮም ኣነ እውን እንታይ ከማራፅ ኣለኒ ብኣይ ዝድቅስ እንተኾይኑ ኢለ ከይፈተኹ እየ ተቐቢለዮ እቲ ዝዓበየ ሽግር ግን ናይ ሳይሞነ እዩ እንታይ እየ ክብሎ ናይ ሓወይ ኩሉ ነገር ይፈልጥ እዩ መደቀሲ ደም ኢሎም ንኣብ ደገ ዘሎ ወዶም ከመርዕውን እዮም ክብሎ ማለት ድዩ ኖኖኖኖኖ ደሓርከ ክንፈላለ ምስ ሳይሞነይ ኣይከውንን እዩ ምስ ሳይሞነይ ከም ቀደምና ኢና ዘለና። ክምርዖ ገዛ ከም ዝወድእዎ ኣይነገርክዎም። ድሕሪ ሞት ሓወይ ከም ዝጸላእክዎ ዝዓዲ ቤተሰብ እውን ሕራይ ወጽኢ ባዕልና ኩሉ ክንገብረልኪ ኢና ከም ዝበሉኒ የዕሊለዮ። ንዕውን ኣነ የደፋፊኤ ብሓደ ክንከይድ እሞ ህይወትና ብሓደ ኮይና ከይተሸገርና ቤተሰብ ሰደዱለይ ንክልቴና ኣተኣኻኺልና ከም ነሕልፎ እየ ዘእመንክዎ። ሳይሞነይ ንስርኡ ንስሓደ እዩ። ንሳ ድዩ ዝቕመጥ ሓፍቲ ኮነ ሓው የብሉን ኣቦኡ እውን ንሱ ቆልዓ እንከሎ ስለ ዝሞተ ኣይፈልጦን እዩ ስለዚ እዩ ኸኣ መን ክኸፍለለይ ኣደይ ከበይና ከመይ ኢለ ክገድፋ እናበለ ዝኣብየኒ ነይሩ መቸም መዓልቲ ኣኺሉ ንብገሰሉ ንሳይ ሞነይ ከም ኩሉ ሰብ ናይ ስግረ ዶብ ዘሕልፎ ሓርጎጽጎጽ ሕሊፍና ብሰላም መሬት ኢትዮጵያ ማለት ትግራይ ኣቲና ናተይ እኳ ቀልጢፊ እዩ ተኸፊሉ ናይ ሰይሞነይ ግን ኣዲኡ ዝሕግዛ ስለ ዝሰኣነት ክሳብ ወርቃ ትሸይጥ እያ ኮይና። መወዳእትኡስ ተኸፊሉ። ኡፍ ተመስገን ናብ መዓስከር ማለት ካምፕ ኢና ከይድና። ኣብኡ እውን ኣብ መዓስከር ሕንጻጽ ወረቓቕትና ሒዝና ናብ ኣዲስ ሲና ብሰላም ኣቲና። ህይወት ስደት ሓደ ኢልና ዝጀመርና። ህይወት ኣዲስ ደሓን እዩ፣ ዝሕግዝ እንተዘይብልካ ግን ክብድ ዝበለ እዩ። ኣነ ግን እቲ ክምርዓወኒ ኢሉ ዘምጸኒ ሰብ ሰናይ ዝብሃል ሳሎ እኳ ተሸጊረ ኣይፈልጥን እየ። ንዓይን ሳይሞነይን ጽቡቕ ገንሰብና ከም እንነብር ኰይንና ኢና። ሰናይ ሃንደበት ደው ኢሉ፣ ድሕሪ ሓደ ወርሒ ዕረፍቲ ኣለኒ፣ ክመጽእ እየ ኢሉ ምስ ነገረኒ ኣብ ዝኣትዎ እዩ ጠፊኡኒ። ክምርዓወኒ ማለት ድዩ? ሳይሞነይከ እንታይ እዩ ክብል? ንዓይ ኢሉ እንድዩ ናብዚ ዘይሓሰብዎ መጺኡ ዘሎ ኢለ ብጭንቀት ክትኰስ ይደሊ። ክነግሮ ዶ ኩሉ እቲ ዘጋጠመኒ እቶም ንሓወይ ብሓደጋ ዝሃረምዎ ስድራ ቤት ወዶም ንዕርቂ ኢሉ ምሳይ ከም ዝምርዖ ካብ ኤርትራዊ ንኽምርዖ ኢለ ከም ዝመጻኹ ኢለ ይሓስብ እሞ ብፍርሃት ከኣ ማይ ይኸውን እንድዒ ዝብሎን ዝገብሮን እንዲ ጠፊኡኒ ኩሉ ነገረይ ዘስተብሃለ ሳይሞን እውን እንታይ ኮንኪ ኢኺ ኩሉ ነገር ክትቕየርና ኣለኺ ኢሉ ብሕቶ ክህዋጥረኒ ጀሚሩ ኣነ ግን ወልሓንቲ ከም ዘይኮንኩ ንሰናይ ከም ቤተሰበይ ገይረ ስለ ዘዕለልክዎ ብኸምኡ እዩ ዝፈልጦ። ወዲ ሓትነይ ክምርዖ ክመጽእ እየ ኢሉ ክነግረኒ ጸኒሑ ሰናይ ኢለ ነጊረዮ። እዞም ሞተይ ዘሰንብድ ኣለዎ ሓጎስ እንድዩ ክብል እዩ ተዛሪቡኒ። ገርህ ልቡ ምስኪን ሳይሞነይ። ሓደ ሓደ ግዜ ሳይሞነይ ምስ ዕሮክቲ እንተዘይወጽዩ ክሳብ ቴሌፎነይ እየ ዝዓጽዋ ነይረ። ሰናይ ስለ ዝድውል ሳይሞነይ ኩሎኸ እንታይ ኢለ ይክዕልሎ ከም ቤተሰብ ዋላ ይፍለጦ እምበር ከም መፍቃሪየ መጠን ቪድዮ ክፈትዮ ክብለኒ እንከሎ ብፍላይ ደሓር ክድውለልከየ መሓዝተይ ኣለዋ እናበልኩ እየ ዘሕልፎ ነይረ ሳይሞነይ እንተወፅኤ ከም ፍቕራት መጠን ቪድዮ ይድውለሉ ባዕለይ ጽቡቕ ኣዕሊልሃ ቁርብ እፎይ ኢለ ዝቕኒ መዓልቲ መቸም ዝኣክል የለን ድሮ ግዜ ናይ ምንጻል ሰናይ ኣኺሉ ብሰላም ተቐቢለዮ ስድራ ናይ ክልቴና እውን ብሰላም መጽዮም ጌስት ሃውስ ማለት መዕረፊ ኣጋይሽ ንኹልና ዝኣክል ንኽልተ ስድራ እውን ኣቐዲም ክሕዝ ስለ ዝበለኒ ሒዘ እየ ተቐቢለዮ ሳይሞነይ እውን ናይ ቤተሰበይ መርዓ ከም ዘለኒ ኣብዛ ዓዲ ቤኔ ስለ ዘለኹ ቤተሰቦም ክሕግዞም ዝኽእል ናይዛ ዓዲ ኣነ ጥራይ ከም ዝኾንኩ ክሳብ ዝውድእ እዚ ውራይ እውን ኣብኡ ከም ዝጸንሕ ከም ዝድውለሉን እየ እሚነዮ ምስ እውን ስለ ዝኣምነኒ ደሓ ናብ ዝጠዓመኪ ከኣ ትመጽእ ትኾኒ ኣይተጸምውኒ ኢሉ እዩ ኣፋንዩኒ ምስ ሳይሞን ይርክብና ቴሌፎን ይኹኑ ከመይ ኣለኻ ከመይ ኣለኺ ኮይኑ ኮፍ ኢለ ይሓስብ እሞ እንታይ ይገብር ኣሎኹ ኢለ ንነብሰይ ይሓታ። መልሲ ከኣ ይስእን። ንሰናይዶ ዘፍቅሮ ሰብ ኣለና ኣነ? ንዕርቂ ክልተ ስድራ ክብል እየ ከይፈተኹ ኣትየዮ ዘለኹ እዚ መርዓ ክብሎ። ወይሲ ንሳይሞነይ ቀንዲ መውጽኢ ዕላማ ንስድራ ከሕጉስ ኢለ እየ። ክብል ንዓኻ ከይከስረካ ኢለ እየ ዘይነገርኩኻ ክብሎ ኢለ ኣብ መልሲ ዘይብሉ ነገር እየ ዝዋጠር። ናተይ ነገር እንድዒ ክልተ ኣእጋር ኣለኒ እሞ ኣብ በበይነን ዘለዋ ክልተ ኣግራብ ብሓደ ግዘ ክድይብ ምፍታን እዩ ኮይኑኒ ዘሎ። መርዓ መዓልቲ ተቖፂሩ ቬሎ ባላ ተዓቂኑ ድሮ እኳ ዕሰለ ክበሃል ሓደ ሰሙን ጥራይ እዩ ተሪፍዎ ዘሎ። ክልተ ስድራ ቤት ብሓጎስ መዓልቲ ኣበባና እዩ ዝጽበዩ ዘለዉ። ኩላትና ምሸት ቡን ክንሰቲ ኣምሲና ነናብ መደቀሲና ኣቲና ከነዕርፍ እናበልና ናይ ሰናይ ተሌፎን ሃንደበት ክትጽውዕ ትጅምር። መን ኢኻ ኣይፈለጥኩኻን እናበለ ንደገ ገጹ ወጺኡ ተዛሪቡ ይመጺ። መን እዩ ደዊሉሉ እንታይ እዩ ተባሂሉ ኣይፈልጥን እየ። ገጹ ተቐያይሩ ዓይኑ ንብዓት ቁጽርጽር እናበሎ ንስኽሲ ከምዚ ጌርኪ ኣንቲ ከሓዲት ጠላም ኢሉ ክሓንቀኒ ኢዱ ምስ ሰደደ ብፍርሒ ኣብ ስረይ ክሳብ ዝሸይን ኮይነ ብኣውያት ነዛ ገዛ ኣብ ክልተ ዝመቐልኩዋ። እንታይ ከ ኣማራጺ ኣለኒ? ብዛዕባ'ዩ ሰሚዑ ዝኸውን ኢለ ጥራይ'የ ሓሲበ። ስድራ ምሸት ምድሪ ካብ መደቀሲኦም ኩሎም ወጺኦም እንታይ ረኺቡና እናበሉ ከተሃዳድኡና እዮም ጀሚሮም። ኣነ'ሞ ብፍርሕን ብሕፍረትን ኣብ ዝኣትዋ'ዩ ጠፊኡኒ። በየን ሃጽ ኢልካ ትጠፍእ ጥራይ እዩ ዝረኣየኒ ነይሩ። ብዝኾነ ስድራ ኩሎም ተሲዖም ኣብ ሳሎን ኮፍ ኢሎም እንታይ እዩ እቲ ጸገም ክብሉ ምጀመሩ ሰናይ ኩሉ ናተይ ጉድ ክነግሮኒ ጀሚሩ። ኣነ እኮ ብሕፍረት ከም ጸማም ኮይነ እየ ዝሰምዕ ነይረ። ገዛና ግን ውላድና ከምኡ ኣይትገብርን እያ ዋላ ኢሎም ክማጎቱ እንተጀመሩ ሰናይ ግን ብርእሰ ተኣማንነት እንተዘይኣሚንኩም እቲ ዝደወለለይ ዓርካ ዝሰደደለይ ቪድዮ ብሓደ ደቂሶም ከለዉ ከርእየኩም ይኽእል እየ ኢሉ ከርእዮም ዝጀመረ። ካብኡ ስድራይ ርእሶም ኣድኒኖም ክበኽዩ ምስ ጀመሩ ብሰንከይ ዝመፀ ንነብሰይ ንስድራይን ከም ዘዋረድኩ ምስ ረኣኹ ብጉያ ማዕፆ ከፊተ ንደገ ወፅየ ዝኸድኩ ሓደ ነገር ግን ኣሎ ዘይተመለሰልኩም ንሳይሞን መን እዩ ነጊርዎ ዶ ትብሉ ኣለኹም? ብኸመይ ፈሊጡ በሉ ክነግረኩም ኣነ። መርዓይ ሰሙን ከባቢ ክተርጎም ከሎ ብጣዕሚ ዝፈትዋ ዘኽብራ መሓዛያ ናይ ክልቴና ጉዳይ ጽቡቕ ጌራ ስለ ትፈልጥ ዝነበረት ቀጻሊ ውን ንገርዮ ንሳይሞን እያ ትብለኒ ኔራ። ኣነ ግን ሕራይ እናበልኩ በቲ ሓደ ከይከስሮ በቲ ሓደ ፍርሒ ስለ ዝነበረኒ ክሰምዓ ኣይከኣልኩን። መወዳእትኡስ ካብታ ብልቢ ዝፈትዋ መሓዛይ እዚ ኣብ ውሽጠይ ዓቚረዮ ክኸይድ ዝሓሰብኩ ምስጢር ተኸሺሑ። ክቕጽለልኩም በሉ ምሸት ምድሪ ካብ ገዛ ወጺኤ ተሌፎን ናብ ሓንቲ ናይ ቀደም መማህርተይን መሓዛይን ኣብዛ ዓዲ ኣብዚ ቀረባ ግዜ ዝመጸት ፌሩዝ መሓዛየ ደዊለ፣ ምሸት ንድሪ ገዛ ይመጽእ ኣለኹ ምስ በልክዋ ናይ ነገር ጥዕና ከም ዘይኮነት እናጠርጠረት ሕራይ ምጽእ ዝበለትኒ ገዛ እናመሓዘይ ኣትየ ኩሉ ዘጋጠመኒ እናነባዕኩ ዘዕለልክዋ ንሳ እውን ኣጆኺ ኢላ ልክዕ ከም ቆልዓይ ኣቢዳ ደቂሳትኒ። ድሕሪ ሰለስተ መዓልቲ ምስ መሓዛይ ምቕናየ ስድራ ርእሶም ሃኒኖም እዮም ንኤርትራ ዝተመልሱ። ነገር ወላዲ ከይተርፍ ከማን ኣብ ጥቓ መኻድሆም ደው ኢሎምለይ ነይሮም። እንታይ እሞ ክብሎም ኢለ ክቕበል ኣይከኣልኩን። ብሰንክኺ ተዋሪድና ዓድና ንኸይድ ኣለና ደስ ይበልኪ ድዮም ክብሉኒ ኢለ ብፍርሓት ኣይተቐበልኩዋን። ሰናይ እውን እንተ ፈጣሪ ኣዳልዩሉ ጸኒሑ እንተ ኣጋጣሚ ብሰብ ተመርዓዊ ረኺቡ ኩሉ ክሳራታቱ ሸፊኑ ንድሕሪ ንዓይ ዝተሓስበ መርዓ ድሕሪ ክልተ ሰሙን ተመርዕዩ ንስድርኡ ደቢሱ ናብ ሃገሩ እዩ ተመሊሱ። ሳይሞን ከ ዶ ትብሉ ኣለኹም? ምስ ሳይሞን ድሕሪ እታ መዓልቲ ረኺበዮ ኣይፈልጥን እየ። ዋላ ክድውለሉ እውን ዓቕሚ የብለይን። እንታይከ ክብሎ? ግን ከም ዝሰማዕኩዎ ምስ ኣዕሩኽቱ ኮይኑ ንህይወት ሓደ ኢሉ ይገጥማ ከም ዘሎ እየ ሰሚዐ። ኣነ ግን ድሕሪ እዚ ኩሉ ዘጋጠመኒ ምስ ፌሩዝ መሓዛይ ሓሙሽተ መዓልቲ ድሕሪ ምጽናሕ ናብዚ ዘለኹዎ ሊብያ እየ መጺኤ። እንታይ ከ ኣማራጺ ኣለኒ? ኣብ ኣእምሮይ ሊብያ ጥራይ እዩ ተራእዩኒ። ሓርጎጽጎጽ ናይ ሊብያ መንገዲ ሓሊፈ እውን ንሰላም፣ ሊብያ ምስ ኣተኹ'ውን ኩሎም ቤተሰብ በዓላት ትፈልጥ ኢሎም መጀመርታ ቁሊሕ ምባል ኣብዮምኒ ነይሮም። ደሓር ግን ኣደንጊጸዮም ግዲ ኮይነ ኣዋጺኦም ከፊሎምለይ'ዮም። ሕጂ ኣብ ሊብያ ኣብ ትራብሎስ እየ ዘለኹ ካብ ሓፍትኹም ሜላት። እዚ ዛንታይ ከዕልለኩም ዝጸናሕኩ ቁሩብ ዋላ ካባይ እንተ ተማሃርኩም ኢለ'የ። ብፍላይ ደቂ ኣንስትዮ የሕዋተይ እንተ ኣፍቂርና ኩሉ ንገብሮ ኣይንፈልጥን ኢና'ሞ ነገራት ካብ ስምዒት ወጺእና ብህድኣትን ብምስትውዓልን ኣመዛዚንና ክንከይድ ኢለ እየ። የቐንየለይ። ካብ ሓፍትኹም ሜላት ካብ ሊብያ።